ሰላም ሰላም ተኸታተልቲ እዚ ቻነል ከመይ ቀኒኹም ኣብ ዘዘለኹሞ ሰላምን ጥዕናን ኣብ ስራሕኩም ድማ ኣሳልጦን ዓወትን ይምነ ሎሚ ናይታ ዝሓለፈ ክላስ ጀሚርናያ ዝነበርና ናይ ማይክሮሶፍት ኦፊስ መቐፀልታ ቪድዮ ሒዘ ቀሪበ ኣለኹ ንክትከታተሉኒ ብክብሪ ይዕድም ኣብ ዝሓለፈ ክላስና ኣብ ማይክሮሶፍት ዎርድ ጀሚርና ነርና ስለዚ ናብኡ ክኸፍት እየ ማይክሮሶፍት ዎርድ ስለዚ ኣብ ዝሓለፈ ክላስ ኣብ ፋይል ዝብል ፋይል ሴቭ ሴቭ ኣስ ኦፕን ክሎዝ ኒው ን ፕሪንት ዝብል ርኢና ነርና ብሓፈሻ መበገሲ ዝኸውን ኣብዚ ፋይል ሜኑ ኣቲና ብዙሕ ሰሪሕና ነርና ሎሚ ድማ ንዑ ቅጽል ኣቢልና ስለዚ ሎሚ ኣብ ሆም ሜኑ ክንከይድ ኢና ኣብ ሆም ሜኑ ነዚ ሆም ሜኑ ጽቡቕ ጌርና ክንድህስሶ ክንፍትን ኢና ቅድሚ ናብኡ ምብጻሕና ኩሉ ግዜ ታይፒን ሓደ ኣገዳሲ ነገር እዩ ስለዚ ቁሩብ ምስቲ ኪቦርድ ክነላለ ኢና ብሓፈሽኡ ታይፒን ቲቶርያል ዝህብ ሓደ ድሕርዚ ሓደ ካልእ ቪድዮ ክሰርሕ እየ ንዕዑ ተኸታቲልኩም ጽቡቕ ጌርኩም ታይፒን እንተመለኽኩም ዝበለጸ እዩ እዚ ግን ሓፈሻዊ ምስቲ ኪቦርድ ሌላ ምእንቲ ክህልወና ንእሽተይ መላለይ ክንገብር ኦኬ ዘለና ኪቦርድ ነዚ ይመስል ኣብዚ ኩሉ ግዜ ክንፅሕፍ እንተደሊና እዞም ፍዴላት ከም ዘለዎም ክንጥቀመሎም ኢና ኣብ ሓደ ሓደ ፍዴላት ንኣብነት ኣብዚ ላዕለዋይ መስመር እቲ ፍኹስ ኢሉ ብላዕሊ ዘሎ ብሽፍት እናተጠቀምና ኢና ንረኽቦ ንኣብነት እዚ ኣት ሃሽ ዶላር ሳይን ፐርሰንት ዝብል ዘሎ ፋይፍ ክንፅሕፍ ኖርማል ኢና ንፅሕፍ ፐርሰንት ክንፅሕፍ ግን ሽፍት ፋይፍ ንብል ማለት እዩ ማለት ከምኡ እዞም ኣብዚ ዘለዉ ንኣብነት ትሽዓተ ኖርማል ንፅሕፍ ብራኬት ተደሊና ሽፍት ን ኣብኣ ክሊክ ተገይርና ብራኬት ሽፍት ከይፈነና ናብዚ ተገይርና ንዓፁ ማለት እዩ እዚኣ ኖርማሊ ኢኳልሱ ትኸውን ፕላስ ተደሊና ሽፍት ፕላስ ስለዚ እቲ ብድሙቕ ጻዕዳ ተጻሒፉ ዘሎ ፍዴላት ኣውቶማቲካሊ ክሊክ ብምግባር እንረኽቦም ፍዴላት እዮም ናብዚ ንኣብነት ኖርማሊ እቲ ድሙቕ ጻዕዳ ኖርማሊ ኮማ ክትከውን እያ ሽፍት ተጠቂምና ለዛን ትኸውን ኖርማሊ ፍሉስቶፕ ትኸውን ሽፍት ተጠቂምና ግሬተር ትኸውን ኖርማሊ እዚኣ ስላሽ እያ Shift ተጠቂምና ኮሽን ማርክ ትኸውን ኦኬ ከምኡ እዚ ኖርማሊ ኮቴሽን ሲንግል እያ ክሊክ ሺፍት ተጠቂምና ዳብል ኮቴሽን ትኸውን ኖርማሊ ሴሚኮለን እያ ሺፍት ተጠቂምና ኮለን ትኸውን ከምኡ እናበልና እቲ ክልተ ዘለዎ ንኣብነት ኣብዚ እዚ ስኩዌር ብራኬት እዩ ይበልዎም ስኩዌር ብራኬት ይኸፍት ይዓፁ ስኩዌር ብራኬት ይኸፍተልናን ይዓፅወልናን ሽፍት እንተ ጌርና ድማ እዚ ከምዚ ዓይነት ብራኬትስ ይህበና ማለት እዩ እዚ ፎርዎርድ ስላሽ እዩ ሽፍት እንተጠቂምና ፐርፐንዲኩላር ላይን ህበና ስለዚ ምዚ ኪቦርድ ከምዚ እናበልና ክንላለ ንኽእል ማለት እዩ ኪቦርድና ብኸምዚ ኣገባብ ክነላልዮ ንኽእል። ስለዚ ንኣብነት ኖርማሊ ኤ እዩ እዚ ሽፍት ኤ ተይልና ካፒታል ክንፅሕፍ ትደሊና ኩሉ ግዜ ሽፍት ንገብር ሙሉእ ሙሉእ ካፒታል ክንፅሕፍ ትደሊና ከዓ ነዚኣ ካፕ ክሊክ ተገይርና ካፕስ ክሊክ ተገይርና ኩሉ ካፒታል ይኮነላ ማለት እዩ ተጥፊእና እያ ስሞል ሌተር እዩ ኣብታ ንደልዮ ከዓ ሽፍት እናሃረምና ካፒታል ሌተር ክንጥቀም ንኽእል ፕላስ ኢንተር ዝብል ኣለና ኣብዚ ሓድሽ መስመር ክንወርድ ምስ ደሊ ኢንተር ክንብል ኢና ንድሕሪት ክንምለስ ባክ እናበልና ንድምስስ ገለ ፅሒፍና ፀኒሕና ንኣብነት ኣብ ሞንጎ ብምእታው ካብ ከርሰር እዛ ብሊቕታ ምልክት ተርኢ ዘላ እዛ ውልዕ ጥፍእ ትብል ዘላ ከርሰር ኢልና ንጽዋዓ ካብ ከርሰር ንየማን ዘሎ ክንድምስስ ደሊት ዝብል ኣለና ብዚ ደሊት ክሊክ እናገበርና ንኸይድ ባክ ከዓ ንፀጋም ገጹ እናደምሰሰ ይኸይድ ማለት እዩ ስለዚ እዚኦም እቶም መሰረታውያን ኣብ ኪቦርድ ክንፈልጦም እንደሊ ነገራት ማለት እዩ እዚ ንላዕሊ ዝወስደና ኣረው እዩ እዚ ከዓ ንታሕቲ ንየማን ንጸጋም በዚ መሰረታዊ ሌላ ምስ ኪቦርድ ኣጥሪና ኣለና ማለት እዩ። ስለዚ ሎሚ ኣብቲ ሒዘዮ መጽየ ዘለኹ ትምህርቲ ክንኣቱ ሎሚ ምስ ሆም ሜኑ ክንላለ ኢና። ሆም ሜኑ እቶም መሰረታውያን ለውጥታት ኣብ ጽሑፋትና እንገብሮም ኣብ ሆም ሜኑ ይርከቡ። ስለዚ ንኣብነት ኣብዚ ኣለና ፎንት ታይፕ ንብሎ እዚ ዓይነት ናይ ጽሑፍካ ክትቅይረሉ ኣብ ትደልየሉ፣ Font Type ካብዚ እናመረጽካ ትኸይድ ማለት እዩ። እዚ Font Type ኢልና ንጽውዖ እዚ ዓይነት ጽሑፍ ማለት እዩ። ኣብዚ ኣብ ጎኑ Font Size ዝብል ኣለና። Font Size ድማ ዓቐን ጽሑፍካ እናነኣሰን እናዓበየን እናዓበየን ክተክይዶ ምስ ትደሊ ዓቐን ጽሑፍካ ማለት እዩ። እዚ ብቑጽሪ ክትከይድ ኣብ ዝደለኻሉ እዩ። ምስኡ Up እናዓበየ ዝኸይድ ግሮው ፎንትስ፣ እዚ ነቲ መሪጽካዮ ዘለኻ ጽሑፍ እናዕበየ ዝኸይድ፣ እዚ ከኣ ሽሪንክ ፎንትስ፣ እናኣድቀቐ ዝኸይድ። ስለዚ ነዚ ፕራክቲካሊ እናረኣናዮ ክንከይድ፣ ሓደ ዶኮመንት ጽሒፈ ኣዳልየ ኣለኹ። እስኹም ኖርማሊ ዝኾነ ጆርናልስ እናወሰድኩም ጽሒፍኩም፣ ካብ ጋዜጣ ድዩ ካብ ዝኾነ ጽሑፍ ወሲድኩም ኢዲት ክትገብሩ ትኽእሉ ኢኹም። ንሕና ግን ነቲ ትምህርቲ ዳይረክትሊ ኣብቲ ተግባራውነቱ ምእንቲ ንክንኣቱ ሓደ ዶኩመንት ኣዳልየ ኣለኹ ኦፐን the five best love letters ever written ትብል ዶኩመንት ዳልየ ኣለኹ ስለዚ እዛ ዶኩመንት እዚኣ ተፃሒፋ ተዳልያ ኣላ እዚ ኖርማሊ እንተርኢናዮ ንፅሕፍ ሓድሽ መስመር ተደሊና ኢንተር እናበልና ተፃሒፉ ተዳልዩ ኣሎ ሕጂ ኣብዞም መሰረታውያን ንኣብነት እዚ ከርሰር ኢልናዮ ክንመርጽ ተደሊና ጸቒጥና ብምሓዝ ካብ የማን ካብ ጸጋም ንየማን ክንከየድ ንኽእል እንተዘይ ኮይኑ ድማ እንተዘይ ኮይኑ ድማ ሽፍት ብምሓዝ በዘን ኣሮው እናኸድና ንኸይድ ማለት እዩ። በዘን ኣሮው ክሊክ እናገበርና እቲ ዘድልየና ክንመርፅ ንኽእል። ኦር ተተረዲእና ከዓ ብታ ካልኣይ መገን መንገዲ ነዛ ከርሰር ኣብታ ዘላታ ፀቂጥና ማውዝ ብዘይ ምፍናው ናብቲ ንደልዮ ዘለና ኣንፈት ንኸይድ ንታሕቲ ተወሪድና ድማ ከምኡ እናቐፀልና ንኸይድ ማለት ስለዚ ንሓደ ጽሑፍ ዝኾነ ለውጢ ክትገብረሉ እንተኾይንካ መጀመርያ ክትመርጾ ክትክእል ኣለካ። ዘይመረጽካዮ ጽሑፍ ለውጢ ክትገብረሉ እይትኽእልን ኢኻ። ስለዚ ንኣብነት እዚኣ ኣርእስቲ ለውጢ ክንገብረላ ክንፍትን ኢና። ስለዚ ናብዛ ኣርእስቲ ቅድሚ ለውጢ ምግባርና እንታይ ኢና ክንገብር ክንመርጻ ክንክእል ኣለና። መሪጸያ ኣለኹ። እንታይ ይብል ኣለኹ? ፎንት ታይፕ ዓይነት ጽሑፍና ፎንት ታይፕ ዝበዝሐ ግዜ ተኣዚዝካ እንተኾይኑ እቲ ዝወሃበካ ሽም እዚ ኣልፋቤት ይካል ብመስርዕ ናይ ፊደላት ካብ A ክሳብ Z ተሰሪዑ ዘሎ እዩ። ነቲ ትደልዮ ነቲ ተነግረካ እናደለኻያ ትኸይድ። ብምርጫኻ እንተኾይኑ ከ እናረኣኻ እናመረፅካ ትኸይድ ማለት እዩ። ስለዚ ኣብዚ ምናልባት እስኪ ኣልጀርያን ዝብል ክጥቀም ኣነ ኣልጀርያን ዝብል ፎንት ጥቀም ኣለኹ ዓይነ ፅሑፈይ እዛ ኣርእስቲ እንታይ ኮይና ኣላ ኣልጀርያን መሪጸ ኣልጀርያን ኮይና ኣላ ማለት እዩ። ዓቐን ጽሑፍካ ክትመርጽ እንተ ደሊኻ ድማ ኣውቶማቲካሊ ኣብዚ መጺእና ዓቐን ጽሑፍ ንመርጽ። ኣብዚ ዓሰርተ ክልተ እዩ ዘሎ ዓሰርተ ኣርባዕተ ዓሰርተ ሽዱሽተ ዓሰርተ ሸሞንተ ዒስራ ንኣብነት ዒስራ ገይረዮ ኣለኹ። ዒስራ ጽሑፍ ከምዚ ዓይነት ምፍራይ ኣለዎ ማለት እዩ። ስለዚ እዚ እንታይ ንብሎ ኣለና ፎንት ታይፕ ዓይነት ጽሑፍ ክትመርጽ ኣብዚ ትመጽእ። ፎንት ሳይዝ ዓቐን ጽሑፍካ ክትመርጽ ድማ ኣብዚ ትመጽእ። እዚ ግረው ይኸውን እዚ ከዓ ሽሪንክ ይኸውን እዚ እናዓበየ ዝኸይድ ንኣብነት ኖርማሊ ክሊክ እንተገይረ እናዓበየ ከይድ ፅሑፈይ መሊሱ እናዓበየ ከይድ በዚኣ ከዓ እናደቐቐ ሽሪንክ እናገበረ ከይድ ክሊክ ተገይረ እናደቐቐ ከይድ ኣውቶማቲካሊ ኣብዚ ጎኑ እቲ ቁፅሪ እናጎደለ እዩ ዝኸይድ ራእይዎ ከምዚ ይመስል ስለዚ እዘን ኣርባዕተ ፎንት ታይፕ ፎንት ሳይዝ እዚአን እውን ፎንት ሳይዝ እየን ካብኡ ናብ ታሕቲ ገፀይ ክወርድ እየ እዚ ቦልድ ይብል ቦልድ ድምቕ ዝበለ ማለት እዩ ቦልድ ወይ ከዓ ፍሪ ዝበለ ማለት እዩ ብእንግሊሽ ስለዚ ቦልድ እንተኢልናዮ ቁሩብ ይደምቕ ይፈሪ ካብቲ ዝነበሮ ረኣይዎ ቦልድ ኮይኑ ከም ዘሎ እዛ ቦልድ ትብል ኣክቲቭ ኣላ እዛ ቦል ኣክቲቭ ኣላ እንተ ኣልያ የለን ማለት እዩ ስለዚ ቦል ዝግበርዎ ተተባሂልኩም እዚኣ ኣክቲቭ ክትከውን ኣለዋ እለይዎ እንተ ተባሂልና ድማ እዛ ቦልት ሰሌክት ኮይና ተመሪፃ ዘላ ክሊክ ንገብራ እዚ ግን ተመሪፁ ክህሉ ኣለዎ ኣውቶማቲካሊ እቲ ለውጢ ክንገብረሉ ዝደለና ፊደላት ወይ ድማ ወርድስ ተመሪፆም ክህልው ኣለዎም ማለት እዩ ስለዚ ቦልድ እገብሮ ኣለኹ ኣይታሊክ ኣይታሊክ ጎባይ ዶ ክንብሎ ናብ የማን ገጹ ዝዝው ዝበለ ዓይነት ፍዴል ክኸውን ምስ ንደልዮ ማለት ናብ የማን ውድቕ ዝበለ ማለት እዩ ኣይታሊክ ራይዎ እቲ ለውጢ እዚ ኖርማል እዩ ዘሎ ኣይታሊክ ተገይረዮ ናብ የማን ድቅስ ዝበለ ይኸውን ማለት እዩ ኣርእስቲ እዩ ኣይታሊክ ኣይደለኹን ሕጂ ኣርእስቲ ስለ ዝኾነ ኣንደርላይን ክትገብሮ ትደሊኻ ኣውቶማቲካሊ ኣብዚ ኣንደርላይን ትብል ኣንደርላይን ኮይኑ ኣሎ እዚኣ ኣብዚኣ ክሊክ ተጌርና ትጠፍእ ትውላዕ ኣንደርላይን ግን ዝተፈላለየ ምርጫታት ኣለዎ በዚ ጎኒ ኣሮተሪና ኩሉ ግዜ ታሕቲ ዝኸፍት ሊስት ኣለና ማለት እዩ ስለዚ ኣብዚ ክሊክ ጌርና ዓይነት ኣንደርላይን ክንመርጽ ንኽእል ኢና፣ ብኽልተ ላይን ዋላ ሕብሪ ንኣብነት ብቐይሕ ገይረ ብኽልተ ላይን ኣንደርላይን ገይረ ኣለኹ ማለት እዩ። ኦኬ ስለዚ ፎንት ታይፕ Font Size Font Grow and Shrink ዓይነት ጽሑፍና ዓቀን ጽሑፍና ጽሑፍና እናዓበየ ክኸይድ ጽሑፍና እናደቐቐ ክኸይድ እናነኣሰ ክኸይድ ዘኽእለና ምርጫታት ርኢና ኣለና ኣብ ታሕቲ ወሪድና ድማ ቦልድ ጽሑፍና ጎሊሑ ወይ ከኣ ድምቕ ኢሉ ክረኤ፣ ኣይታሊክ፣ ጽሑፍና ንየማን ገጹ ቁሩብ ክቐንን፣ ኣንደርላይን ድማ ጽሑፍና ክነስምረሉ መስመር ክንገብረሉ ኣብ ዝደለናሉ ማለት እዩ። ኦኬ ካብዚ እዚ ዘሎ ዘለኹ ክንምለሶ ኢና። ካብዚ ናበይ ክወስደኩም? Font Colors Font Color ስለዚ እዚ ኣርስቲ ሕብሪ ክንህቦ ኢና ኣውቶማቲካሊ ክሊክ ተገይርና እዚ ኣብዚ ዘሎ ቀይሕ ሕብሪ ክወስድ እዩ ሕብሪ ክንመርፅ ተደሊና ከዓ ከይንርስዕ እዚ ኣሮው እንተልዩ ኩሉ ግዜ እንታይ ብለኩም ኣለኹ ሊስት ኣለና ማለት እዩ ምርጫታት ኣለና ማለት እዩ ስለዚ ኣብዚ ኣሮው ብምኻድ ካብቶም ዘለዉኒ ምርጫታት ናይ ሕብሪ ይመርጽ፣ ንኣብነት ከምዚ ዓይነት ሕብሪ ክኸውን ደልየ ኣለኹ ንዑ ይመርጽ ማለት እዩ። ኦኬ ስለዚ እዚ ፎንት ከለር እዩ። ፎንት ከለር ፎንት ከለር ሕብሪ ናይ ጽሑፍካ እዩ።

ኣንደርላይን ሊስት ዳውን ኣለዎ ውርድ ኢሉ ምርጫታት ክበና እዩ ድሕሪኡ ፎንት ከለር ሕብርታት ናይ ጽሑፍካ ሊስት ዳውን ኣለዎ ክሊክ ተጌርና ምርጫታት ናይ ሕብሪ ክበና እዩ ኦኬ ስለዚ ነዛ ርእስቲ እዚ ጌርና ኣለና ኣብዚ ኣላይመንት ዝብላ ኣርባዕተ ነገራት ኣለዋና ኣላይመንት ምምዕርራይ እየን ኣላይመንት ንየማን ንኣብነት እዚ ጽሑፍ እዚ እዚ ጽሑፍ እዚ ጸገማይ መስመር ሓልዩ ይኸይድ ኣሎ ስለምንታይ ለፍት ኣላይን ስለ ዘሎ እዚ ኣክቲቭ ስለ ዘላ ከምዚ ተዝገብሮ ኦኬ ሰሌክት ንክሉ ስለ ዘይገበርኩ ሶሪ ኣብቲ ኣላይመንት ክመፀልኩም እየ ንኣብነት እዚአን ክመርፅ የራ እዩ እዚ ፅሑፍ እዚ የማናይ መስመር ሓልዩ ይኸይድ ኣሎ ስለምንታይ ለፍት ኣላይን ስለ ዘሎ መስርዕ ናብ ጸጋም እናሓለወ ስለ ዝኸይድ ንኣብነት ራይት ኣላይን እንተዝገብሮ መስርዕ ብሸነኽ የማን እናሓለወ ምኸደ ነይሩ ከምኡ ድማ ሰንተር ኣላይን እንተዝገብሮ መስርዕ ናብ ማእከል ገጹ ዝሓለወ ካብ ማእከል ማዕረ ዝርግሐን የማንን ጸጋምን ናይ ፊደላት እናገበረ ምኸደ ነይሩ ማለት እዩ። ስለዚ መዐቀኒኡ እቲ መዐቀኒ ናቱ ኣብ ማእከል ይኸውን ማለት እዩ። መበገሲኡ ካብ ማእከል ኮይኑ ማዕረ ንጸጋምን ንየማንን እናበተነ ይኸይድ። ጃስቲፋይድ ዝብል ከኣ ኣለና ብክልቲኡ ሸነኽ ስጡም ብክልቲኡ ሸነኽ ስጡም እናኾነ እናዓጸወ ይኸይድ ማለት እዩ። ስለዚ ልክዕ ከምቲ ትርኢተን እየን እዚአን ኣላይመንት ተባሂለን ዝጽዋዓ ከምቲ ርኢተን እየን እዚኣ ሸነኽ ጸጋም ሓሊያ ትኸይድ ኣላ ልክዕ ድማ ኣብ ጽሑፍና ሸነኽ ጸጋም ሓልዩ ይኸይድ ኣሎ። እዚ ማእከል ሓልዩ ይኸይድ ኣሎ። ልክዕ ኣብቲ ጽሑፍና ማእከል ይሕሉ፣ የማን ሕሉ ኣሎ። ልክዕ ኣብቲ ጽሑፍና ድማ የማን ሕሉ፣ ጃስቲፋይ ከኣ ብክልቲኡ ሸነኽ እናሓለወ ይኸይድ ማለት እዩ። ስለዚ ኣብዛ ኣርእስቲ ክምለስ ንኣብነት ኣርእስቲ ስለ ዝኾነት ሰንተር ክገብራ እያ። ኣላይን ሰንተር ክብላ እያ። ኦኬ ስለዚ ክሳብ ኣብዚ ሪእናዮ ዘለና ርዳእና እንተልዩ እስከ ብሓደ ሕልፍ ሕልፍ ክንብሎ እዚ ፎንት ታይፕ ዓይነት ጽሑፍና ፎንት ሳይዝ ዓቐን ጽሑፍና ፎንት ሳይዝ ግሮው እዚ እናዕበየ ዝኸይድ እዩ ን ሽሪንክ እናድቀቆ ዝኸይድ እዩ ቦልት

እዚኣ ኣርእስቲ ስለ ዝኾነት ጃስቲፍ ሰንተር ገይረያ ኣለኹ ማለት እዩ ስለዚ እዚ እተን መሰረታውያን እተን ዘገድሳና እዚኤን ክመስላ እየን ሶ እዚኤን ቁፅሪ ዘለዋ ኣብዚ ከኣልየን እየን ናምበር ዋን ክትከውን ነይርዋ እዚኣ ናምበር ቱ ክትከውን ነይርዋ ናምበር ስሪ ክትከውን ነይርዋ ን ፎር ን ፋይቭ ኦኬ ስለዚ ተመሳሳሊ ሎሚ ነዚ ቁጽሪ ዝኣልየሉ ዘለኹ ምኽንያት ምስ ናምበሪን ክንላለ ኢና። ኣብዚኣ ናምበርስ ጥራሕ ደልየ ስለ ዘለኹ ናምበሪን ክንላለ ኢና ሽዑ ኣብ ድሕሪት ብሓደ ክንትንክፈን ኢና። ኦኬ ስለዚ ኣብዚ ዋን ኢልና ክንጽሕፍ ንኽእል ኢና። ኣብዚሲ ኩሉ ግዜ ዋን እናበልና ንጽሕፍ ንኽእል ኢና። መስርዑ ግን ኣይሕሉን እዩ። ስለዚ እንታይ ክገብር እየ ኣብዚ ናምበሪን ቡለትስ ኤን ናምበሪን ዝበሃሉ ኦፕሽንስ ኣለዉኒ ኣብ ናምበሪን ክሊክ ክገብር እየ እዚኣ ናምበር ዋን ትኸውን ማለት ሶ ኣብታ ካልኣይቲ እተድልየኒ ኣብዚኣ ድማ ቡለትስ ክሊክ ገብር ናምበር ቱ ኣብዚኣ ቡለትስ ክሊክ ገብር ናምበር ስሪ ቁፅሪ ይህቦ ኣሎ ኣብዚኣ ቡለትስ ክሊክ ክገብር ናምበር ፎር ኣብዚኣ ቡለትስ ክሊክ ክገብር ናምበር ፋይቭ ኦኬ ቁፅሪ ሂቤም ኣለኹ እዞም ቡለትስ ን ናምበሪን ድሓር ምልስ ኢልና ክንሪኦም ኢና ብሓፈሻ እተን ቁፅሪ ክሕዘን ኢለ ነዚአን ድሓር ድሕረ ዲስካስ ክንገብረን ኢና ኣብዚኣ እንታይ ክገብር ደልየ ቁፅሪ ሂብናያን ኣለና ስለዚ ንኩሉ ኣርእስቲ መመሪጽና ፎን ታይፕ ታይም ኒው ሮማን ዝብል ቀይርዎ ታይም ኒው ሮማን ቲ ክኸይደ ታይም ኒው ሮማን ቦልድ ንግበሮ ፎንት ሳይዝ ሲክስቲን ንግበሮ ከለር ግሪን ንግበር ኦኬ ነዚ ከምኡ እናገበርና ናብ ኩለን ክንከይድ ኣለና ማለት ናብ ሓሙሽተን ስለዚ ንሓሙሽተን ከምዚ ክንገብረን ምስ ዘለናስ ኣንደርላይን ከዓ ኣይንረስዕ ንሓሙሽተን እዚ ዓይነት ለውጢ ክንገብረለን ምስ ደለና በብሓደ እናመረጽና ዲና ንኸይድ ወይስ ካልእ ምርጫ ኣለና? ደፍኒትሊ ደፍኒትሊ ምስዚ ቴክኖሎጂ ግድን ሓደ ኣቋራጽ መንገድታት ኣለና። ነዚ ድማ እንታይ ክንገብር ኢና ፎርማት ፔይንተር ዝብል ኣሎ ፎርማት ፔይንተር ኣብ ሓደ ዎርድ ዝገበርካዮ ምትዕራያት መሪጽካ ፎርማት ፐይንተር ምስ ትመርጽ ናብቲ ካልእ ትደልዮ ክሊክ ጌርና ከይፈነና ነሕብሮ ኣውቶማቲካሊ ከምኡ ክኸውን ሪዎ ኣለኹም ስለዚ ንኣብነት እዚኣ መሪጸ ኣለኹ ፎርማት ፐይንተር ክሊክ ክገብር እየ ሰሌክት ገይረ ክሊክ ገይረ እተን ዝደልየን ይመርጸን ከማ ኮይና ኣላ ፎርማት ፔይንተር ሰሌክት ገይረ ከይፈነኹ ክሳብ መወዳእታ ኸይድ ተመሪፃ ኣላ ፎርማት ፔይንተር ኦኬ ስለዚ እተን ሓሙሽቲኤን ኣርእስቲ ተመሳሳሊ ሕብሪ ክህበን ክኢለ ኣለኹ ማለት እዩ ኦኬ ስለዚ ፎርማት ፔይንተር ተማሂርና ኣለና ፎንት እተን ቤዚክ ዝኾና ተማሂርና ኣለና ማለት እዩ

ጃስቲፋይ ፅሑፍና ነዚ ይመስል ማለት እዩ። ስለዚ ከምዚ ዓይነት ዝተዓራረየ ፅሑፍ ሰሪሕና ኣለና ማለት እዩ። ኦኬ ስለዚ ቀፂልና እንታይ ክንርኢ ኢንተር ክብል እየ ሓድሽ መስመር ምእንቲ ክኸይድ ሓደ ኣብዚ ትርእዩ ተለኹም ካት ኮፒ and paste ዝብሉ ሰለስተ ኦፕሽንስ ኣለዉ። ካት ናይ መቐዝ ምልክት ኣለዎ፣ ምቑራጽ ማለት እዩ ቃል ንቓሉ። ኮፒ ናይ ክልተ ወረቐት ቅዳሕ ምልክት ኣለዎ፣ ኮፒ ምቕዳሕ ማለት እዩ። ፔስት ከዓ ነቲ ዝቐዳሕካዮ ካት ክንብል ከለና ኮምፒውተር ኣውቶማቲካሊ ኮፒ ግበር ምስ በልካያስ ቅዳሕ ኣይኮነን ዘርእየካ። ኮፒ ገይሩ ኣብቲ ሜሞሪ ናይ ኮምፒውተር ይሕዝ። ኣብቲ ሜሞሪ ናይቲ ክሊፕቦርድ ኮፒ ሕዝ። ሽዑ ፔስት ምስ በልካዩ ኣብቲ ትደልዮ ቦታ ዝወስድ። ንኣብነት እዚኣ ይመርጽ ኣለኹ። እዚኣ መሪጸያ ኣለኹ። ዝኾነ ለውጢ ይገበርኩን ረኣዩ። ኖርማሊ ኢንኣክቲቭ እዮም። ኮፕ ካትን ኮፒን ወላ ሓደ ኣክቲቭ ኣይኮኑን ዘለዉ። ሰሌክት ምስ ገበርካ ግን እንታይ ይኾኑ? ኣክቲቭ ይኾኑ። ስለዚ ኮፒ ክገብራ ትደልየ ኮፒ ወላ ሓንቲ ለውጢ የለን። ድሕሪ ኮፒ ምግባርካ እቲ ቦታ ስኻ ትደልዮ ዘለኻ ትመርጽ ኣበይ ክኸውን ደሊኻያ ኣብ ዝመርጽ ኣለኹ ነ ሕጂ ድሕሪኡ ኬድካ ፔስት ትብል ፔስት ትብል ስለዚ ቅዳሕ ናይቲ ዶክሜንት ወሲድና ኣለና ማለት እዩ ንኣብነት እዚኣ እውን ክመርፃ እየ መሪፀ ኣለኹ እንታይ ንገብር ኮፒ ኣብታ ተድልየኒ ቦታ ብምኻድ ኣብ ሆም እየ ዘለኹ ኣብታ ተድልየኒ ቦታ ብምኻድ ፔስት ስለዚ ኮፒ እንታይ ትበና ነቲ ዘሎ ዶክመንት ኣብ ቦትኡ ብምግዳፍ ሓድሽ ቅዳሕ ናይቲ ዶክመንት ትበና ሓድሽ ቅዳሕ ዌር ኣስ ካት ንኣብነት እዚኣ መርፃ ኣለኹ ካት እንተኢለ ቆሪጻታ ኣላ ስቅ ተለ ው ቢለ ጠፊኡ ኣሎ ደሊት ኮይኑ ኣሎ ማለት እዩ ተዘይ ኮይኑ ግን ኣብቲ ዘድልየኒ ቦታ ንኣብነት ኣብዚ ከርሰር ኣብዚ ምጽያ ኣለኹ ፔስት ተለያ ካብ ቅድሚት ቆሪጻ ኣብ ድሕሪት ኣምጽያታ ኣላ ስለዚ ካት ከም ምግዕዓዝ ክንጥቀመሉ ንኽእል ኢና ካብ ሓደ ቦታ ቆሪጽካ ናብ ካልእ ቦታ ክትወስዶ ኮፒ ግን ከም ዘለዎ እቲ ኣብ ሓደ ቦታ ዘሎ ኣብኡ ገዲፍካ ልክዕ ናቱ ቅዳሕ ግን ኣብ ካልእ ዘድልየካ ቦታ ንምውሳድ ኮፒ ንጥቀም ምግዕዓዝ ድማ ካት ንጥቀም ኦኬ ካት ኮፒ ፔስት ነዚ ይመስል ካልእ ኣብ ማተማቲክስ ኤክስ ስኩዌር ክንፅሕፍ ኣብ ንደልየሉ ወይ ድማ ኦክሲጅን ክንፅሕፍ ኣብ ንደልየሉ እዚአን ክዕብየን የኽእል ኩለን ቁሩብ ክረኣያና ኣፍሪ ከብለን እየ ኦኬ እዚ ተሪእናዮ ኤክስ ቱ ኢዚ ኤክስ ቱ ኢዚ ኤክስ ስኩዌር ክኸውን ደልየ በዚ ላዕሊ ክድይብ ደልየ እዚ ኦቲ እዩ ኦ ቱ ታሕቲ ክትወርድ ኦክሲጅን ክትከውን ደልያ እዚ ኖርማሊ ኣይመፀልናን እዩ ተዘይኮይኑ እውን ኣብ እንግሊሽ ቀዳማይ እዚ እኮ ኣውቶማቲካሊ ረጅስተር ስለ ዝኾነ ረኣይዎ ሰከንድ ባዕሉ ይድይብ ኣውቶማቲካሊ ዝተፈልጠ ስለ ዝኾነ ብትግርኛ እንተ ንፅሕፍ ግን ግእዝ ኣክቲቬት ገብር ፅንሑ ብትግርኛ እንተ ንፅሕፍ ቀዳማይ እንተንብል ወላ ሓደ ኣይገብረልናን ስለዚ እዚ ንላዕሊ ክድይብ ንደልዮ ናብ ዝላዕሊ ክድይብ ንደልዮ ወይ እውን እዚ ኤክስ ኣብ ዘለዎ ኮይኑ ቱ ንላዕሊ ክንድይብ ንደልዮ ኦ ኣብ ዘለዎ ኮይኑ ቱ ንታሕቲ ክወርድ ንደልዮ ነዚ ክንገብር ድማ ኣብዚ ሳብ ስክሪፕትስ ንታሕቲ ክወርድ እዩ ምልክቱ ትሪእዎ ኣለኹም ንኣብነት እዚኣቱ ናይ ኦክስጅን መርፃ ኣለኹ ንታሕቲ ሳብ ስክሪፕትስ ሳብ ስክሪፕት ንታሕቲ ምውራድ ማለት እዩ ንታሕቲ ውሪድዎ ኣሎ ሽዑ ኣብዚ ኖርማል ክቕፅል ተደልየ ከጥፍኦ ኣለኒ እዚ እዚኣ ኤክስ ንላዕሊ ክዲብ ደልያ ሱፐር ስክሪፕት ንላዕሊ ተደይባ ማለት እዩ Superscript ኦኬ እዛ ቀዳማይ ትብል ንላዕሊ ክደይብ እታ ይ ትብል ንላዕሊ ክደይብ ደልያ ሱፐር ስክሪፕት ላዕሊ ደይባ ማለት ስለዚ ሳብስክሪፕት ንሓደ ንታሕቲ ክነውርዶ ከምዚ ኣብ ኦክስጅን ጽሒፍናዮ ዘለና ኣገባብ ክንጥቀም ምስ ንደሊ ሳብስክሪፕት ንብል ንመርጾ ግን እቲ ክወርድ ዝደለናዮ ሱፐርስክሪፕት ድማ ከምዚ ቀዳማይ ጽሒፍናዮ ዘለና ንላዕሊ ክድይብ ዝደለናዮ መሪጽና ሱፐርስክሪፕት ንብል ማለት እዩ ኦኬ ድሕሪኡ ኣበይ ክንከይድ ዝበዝሐ ግዜ ሊስት እዚ ሊስት እናተጠቀምና ክንከይድ ከለና ንኣብነት ካብ ሊስት ክንምሃሮም ንኽእል ካብ ሊስት ክንምሃሮም ንኽእል ሓንቲ ንእሽተይ ዝርዝር ክንሰርሕ ናይ ሎሚ ናይ ሎሚ ትምህርትና ኦኬ ስለዚ እዚ ቡለትስ ይበሃል ቡለትስ ሊስት ዳውን ኣሮ ኣለዎ ቡለትስ ቁፅርታት ኣይኮኑን ግን ገለ ምልክት ዝህቡና ማለት እዩ ንኣብነት በዚ ስታር ንከይድ ኢና ሎሚ ንመሃሮ ዓቐን ፅሕፈት ዓይነት ትሪእዎ ኣለኹም ቡለትስ ከምዚ እናመረፅና ኣብ ንኸደሉ ማለት እዩ ወዲእና ነጥፋኣ ኣብ ልዕሊ ሓንቲ ኤን ክሊክ ተገይርና ኣብዚ መፂእና ዓይነት ክንቅይሮ ንኽእል ኢና ትሪእዎ ኣለኹም ክንዕብዮ ከዓ ንኽእል ኢና ንበይኑ ንዑ ክነንእሶ ንኽእል ኢና ሕብሩ ክንቅይሮ ንበይኑ ንኽእል ኢና መፂና ኢንተር ተልና ከዓ ክበናይ ቦታ ቦታ ክበናይ ንቕፅል ወዲእና ነጥፋእ ኣብ ንቡር ስራሕና ንምለስ ማለት እዚኦም ቡለትስ ይበሃሉ ቡለትስ ዝርዝር ንምግላፅ ንጥቀመሎም መስርዕ ግን የብሉን ስቕ ኢሉ ዝርዝር ጥራሕ እዩ ዝሕብር መስርዕ የብሉን ድሕሪኡ ናምበሪን ዝብል ኣለና እዚ መስርዕ ይሕሉ ማለት እዩ ንኣብነት ተርታ ትምህርትና ንብል ኣለና ስለዚ ኣብዚ በዛ ሊስት ኣለዎ እንታይ ዓይነት ኣጸሓሕፋ ደሊኻ ተራ ሓደ ነጥቢ ክልተ ነጥቢ እናበለ ዲኻ ከይድ ደሊኻ ሓደ ነጥቢ ክልተ ነጥቢ ወይ ከዓ ሓደ ብራኬት እናዓፀወ ወይ ሮማን ናምበርስ ወይ ኤቢሲ እናበለ ንመርፅ ንኣብነት እዚኣ ደልየ ኣለኹ ኢንተር ናበልካ ባዕሉ እዩ ዝምፅእ እናበልና ንኸይድ ማለት እዩ ስለዚ እዚ እውን ልክዕ ኣብኡ ኣብ ሓንቲ ካብአን ክሊክ ብምግባር ኣብዚ ሊስት መጺእና ንኣብነት ኤቢሲ ክንቅይሮ ንኽእል ኢና። ኣይደለናዮን መጺእና ሮማን ናምበርስ ክንቅይሮ ንኽእል ኢና። እዛ መወዳእታ ዘላ ስራሐይ ወዲኤ እንተኾይነ ከኣ ኣብኣ መጺኤ የጥፍኣ ማለት እዩ። እዚኦም ቡለትስ ኤን ናምበሪን ይበሃሉ ቡለትስ ኤን ናምበር ካብዚ ብምቕጻል ስትራይክ ስትራይክ ስሩ ዝብል ኣለና ስለዚ ሓደ ዶኮሜንት ብምምራጽ ሓደ ወርድ ብምምራጽ ስትራይክ ስሩ ማለት ሓደ ዝተወሰነ ሕንጻጽ ማእከል ጽሑፍና ከም ዝኸይድ እዚ ንዝኾነ መዘኻኸሪ ምናልባት ጽቡቕ ዘይሰራሕካዮ መሊስካ ክትሪኦ ትደሊ ነገር ጽሑፋት ስትራይክ ስሩ እናገበርና ከምዚ እብ ሓደ ሕንጻጽ ማእከል ጽሑፍና ከም ዝሓልፍ ምግባር'ዩ ተጥፍኤዮ እጠፍኣሉ ርኣይዎ እንተመሪጸዮ ድማ ከምዚ ኮይኑሉ ኣብ ዝኾነ እዋን ስትራይክ ስሩ ላይን ብመንጎ ጽሑፍካ ሓሊፉ ይጸንሓካ ማለት'ዩ ክትኣልዮ ተደሊኻ መሊስካ ትመርጾ ኣብዛ ስትራይክ ስሩ ክሊክ ንገብር ድሕሪኡ ሃይላይት ሃይላይት ዝበዝሐ ግዜ ማርከር ኣለና ሃይላይተር ዝብል እዞም ብብዝሒ ተንብቡ ሰባት ተሊኹም እናንበብና ክንርስዖ ዘይንደሊ ነገራት ክንዝክሮም እንደሊ ነገራት ብዝተፈላለየ ሕብሪ እናስመርናሉ ንኸይድ ኢና ሃይላይተር ድማ ልክዕ ከምኡ ኣብዚ ሊስት ዳውን ኣለና ሕብሪ ንመርፅ ንኣብነት ብጫ ገይርላ ኣለኹ እዚኣ ኣብ ዝተወሰነ እዋን ኣብ ዝተመለስኩሉ ጉልሕ ኢላ ትረኣያኒ ማለት እዩ ዝያዳ ኣተኩሮ ክህበላ ዘድየ ዘለኹ እንተኮይና ንኣብነት እዚኣ በይና መርፅ ስለዚ ቀጺለ ውን ነዚኣ በይና ብምምራጽ highlight እታ ዝደልያ ሕብሪ ብቐጠልያ ተገይራያ ከምኡ እናበልና እቲ highlight ኩሉ ግዜ ነቲ እትደልዮ ነገር ምርጽ ኣቢልካ ብዝኾነ ሕብሪ ምልክት ምግባር ማለት እዩ ተመሊስካ ነቲ ጽሑፍ ኣብ ትርእየሉ መዘኻኸሪ ዝኾነካ ማለት እዩ ብድሕሪኡ ኣብዚኣ ኣላትና change case ትበሃል Change Case እዚ ኣብ ገለ ጽሑፍ ክንሪኦ ኢና ንኣብነት ኣብዛ ፓራግራፍ እዚኣ ክንሪኤን ኢና እዘን ኖብል ትብል ኖብል ፕራይዝ ዊኒን ትብል ዘላ ፓራግራፍ ብምልእታ መሪጸያ ኣለኹ ስለዚ ቼንጅ ኬዝ ንኣብነት ሰንተንስ ኬዝ ምስ ዝብላ ኣብ ነፍሲ ወከፍ ሓድሽ ላይን እታ ቀዳመይቲ ፊደል ጥራሕ ካፒታል ሌተር ክትከውን እያ ካልእ ኩሉ ስሞል ሌተር ክኸውን እዩ and lower case ብምሉኡ small letter ይኸውን ማለት እዩ። እዚ ንምንታይ እዩ ዝሕግዘና? ንኣብነት ከምዚ ብስሞል ሌተር ዝጸሓፍካያ ጽሑፍካ ሓሳብካ ብምቕያር ብምሉኡ ብካፒታል ሌተር ክትጽሕፎ ተደሊኻ ግድን ኣይኮንካን ደምሲስካ ከም ብሓድሽ ትጽሕፎ። እንታይ ደኣ ኦፕሽን ኣለና ኣብዚ ቼንጅ ኬዝ ዝብል ኣለና። ንኣብነት ቼንጅ ኬዝ ኣፐር ኬዝ ተይልናዮ ብምሉኡ ካፒታል ሌተር ኮይኑ ኣሎ። ሎወር ኬዝ ብምሉኡ ስሞል ሌተር ኮይኑ ኣሎ። ሰንተንስ ኬይስ እታ ቀዳመይቲ ናይ ሓደ ፓራግራፍ ወይ ናይ ሓደ ክሳብ ፍሉ ስቶፕ ክበፅሕ ዘሎ እታ ቀዳመይቲ ሰንተንስ ናይታ ሰንተንስ ሌተር ካፒታል ሌተር ገብረላ ማለት እዩ ኖብል ፕራይስ ኦኬ ድሕሪ ካፒታላይዝ ካፒታላይዝ ኢች ወርድ እንተይልና ነፍሲ ወከፍ ፊደል ናይ ነፍሲ ወከፍ ቃል መጀመርያ ኖብል ፒ ዳብሊዩ ኤይ ካፒታል ሌተር እናገበሮ ይኸይድ ማለት እዩ። ምስኡ ድማ ቶግል ኬይዝ ዝብል ኣሎ። ቶግል ግልባጥ ማለት እዩ። ካፒታል ዘሎ ስሞል፣ ስሞል ዘሎ ከዓ ካፒታል። ንኣብነት እዚኣ ነፍሲ ወከፍ ፊደል ካፒታል ይጅምር ኣሎ። ስለዚ ነፍሲ ወከፍ ፊደል እቲ ካፒታል ዘሎ ስሞል ክኸውን እዩ፣ ስሞል ዘሎ ከዓ ካፒታል ክኸውን እዩ። ስለዚ ይግልበጥ ማለት እዩ። እቲ ካፒታል ዝነበረ ስሞል ኮይኑ ኣሎ ስሞል ዝነበረ ከዓ ካፒታል ስለዚ ሰንተንስ ከይዝ እቲ ዝበዝሐ ግዜ ንጥቀመሉ ሰንተንስ ከይዝ መሪፀ ኣለዎ ብሓፈሻ ግን ከምዚ ጌርና ክንቀያየር እቲ ብምሉእ ካፒታላይዝ ክንገብሮ ምስ ንደሊ ብምሉኡ ስሞል ሌተር ክንቅይሮ ምስ ንደሊ ኣብዛ ቸንጅ ኬዝ ዘላ እናመፀና ሰሌክት እናገበርና ክንቅይሮም ንኽእል ማለት እዩ ኦከይ ስለዚ ምስኡ እዛ ማልቲ ለቨል ሊስት ክንሪኣ ኣብ ሓድሽ ፔጅ ክንከይድ ኢና ማልቲ ለቨል ሊስት ከም ሽሙ ዝተፈላለየ ደረጃታት ዘለዎ ሊስት ንኣብነት ኣብ መፅሓፍቲ ክንርኢ ከለና ምዕራፍ ሓደ ሓደ ይብል እሞ ሽዑ ሓደ ነጥቢ ሓደ ወይ ሽዑኡ ሓደ ነጥቢ ሓደ ነጥቢ ሓደ እቲ ውሉድ እናሃለዎ ክኸይድ ከሎ እቲ እቲ ሊስትሲ ናቱ ዲሰንደንት ወይ ከዓ ናቱ ውሉድ ክህልዎ ከሎ ማለት እዩ ስለዚ ንኣብነት ከም ኣብነት ሓንቲ ክንሰርሕ ኢና ብማልቲ ለቨል ሊስት ሓንቲ ኣብነት ክንሰርሕ ኢና ድሕሪኡ እናረኣኹም ትፍትኖ ማለት እዩ በዚኣ ክሰርሐ ለቨልስ ክርኤት ዝገብር ንኣብነት ናምበር ዋን ኤሪትሪያ ብትግርኛ ኢና ንፅሕፍ ዘለና ኤርትራ ስለዚ ኤርትራ ኢንተር እንተ ኢልና ቁጽሪ ክልተ ካልእ መዘና ኤርትራ እዩ ክነምጽእ ኣውሪድልና ዘሎ ማለት ኣብዚ ኢንደንቴሽን ዝብል ኣለና ዲክሪዝ ኤን ኢንክሪዝ ኢንክሪዝ ክብላ ከለኹ ሓደ ንየማን ትወስደለይ ዲክሪዝ ተይለዮ ሓደ ስለዚ እንተተመሊሱ ማዕረ ፂ ማዕረ እዚ ቁፅሪ እዚ ስለ ዝኸውን መቐፀልታ ናቱ ይኸውን ማለት እዩ ኢንደንቴሽን እንተወሲኸ ድማ ናብዚ ንየማን ገጹ ኸይድ ስለዚ ካብ ንኡስ ኤርትራ ንኣብነት ዞባ ማእከል ኢንተር ካልእ መዘና ዞባ ማእከል እንተሊና ግን ኣብ ትሕቲ ዞባ ማእከል ከዓ ተሊና ንኣብነት ርኣዩ ስቕ ኢለ ካብ ዝኸይድ ኢንደንቴሽን ኮርደ ኣብ ትሕቲ ዞባ ማእከል ንኡስ ዞባታት ኣለና ኣብ ትሕቲ ዞባ ማእከል ንኡስ ዞባታት ኣለና። ስለዚ ነዘን ንኡሳን ዞባታት ንኣብነት ዞባ ንኡስ ዞባ
ፍ
ካልእ ካልእ ካልእ ወዘተ ከምኡ እናበልና ክንቅፅል ንኽእል ኢና እተን ዘለዋ ኩለን እተን ዘለዋ ንኡሳን ዞባታት ኣብ ውሽጢ ዞባ ማእከል ዘለዋ ንኡሳን ዞባታት እናጸዋዕናየን ክንከይድ ንኽእል ኢና። ስለዚ ንኣብነት ንኡሳን ዞባታት ናይ ዞባ ማእከል ወዲኤ ኣለኹ። Decrease Indentation ክብል እኽእል እየ። መዘና ዞባ ማእከል፣ ዞባ ደቡብ እወርድ፣ ንኡሳን ናይ ዞባ ደቡብ ተሊለ ኢንክሪዝ ክብላ እየ።

ከምዚ እናበልና ድማ ናይ ዞባ ደቡብ እናዘርዘርና ንኸይድ ኦኬ ስለዚ ክንምለስ ተደሊና ሽዑ ዲክሪዝ ኢን ኔቴሽን ኢንተር ንብል ንኡሳን ክንፅውዕ ተደሊና ኢንክሪዝ ኢን ኔቴሽን increase in the attention ከምዚ እናበልና ከምቲ ዘድልየና ማልቲ ለቨል ሊስት እናቐፀልና ንኸይድ ማለት እዩ ስለዚ ንሎሚ ሒዘልኩም መፅየ ዝነበርኩ ኣብ ሆም ሜኑ ዘለና ትምህርቲ እዚ ይመስል ነይሩ ነዚ ትምህርቲ ደጋጊምኩም ሓደ ክልተ ሰለስተ ግዜ ደጋጊምኩም እንተ ተኸታቲልኩሞ እንተሰሚዕኩሞን ፕላስ ኣብ ኮምፒተር ድማ ኮፍ ኢልኩም ፕራክቲስ ተጌርኩሞ ቀሊል እዩ ከቢድ ኣይኮነን ቀልጢፍኩም ክትመልክዎ ትኽእሉ ኢኹም ስለዚ እዚ ዘቕረብኩልኩም ቪድዮ መሃርን ሓጋዝን ኣዕጋብን ኮይኑ እንተረኺብኩሞ ፕሊስ ሼር ግበሮ ናብ ብዙሓት ከምዚ ከማና ኣሕዋትና ክበፅሕ ፕላስ ሳብስክራይብ ግበሩ ናብታ ደወል ክሊክ ግበሩ ኩሉ ግዜ እነውርዶም ሓደሽቲ ዝተፈላለዩ ምስ ኮምፒተር ምትእስሳር ዘለዎም ትምህርትታት፣ ምስ ሞባይላት ምትእስሳር ዘለዎም ትምህርትታት፣ ብሓፈሻ እዚ ቻነል ገለ ገለ ንኣሽቱ ቪድዮታት ብምድርባይ ንሰባት ኣብቲ ምስ ቴክኖሎጂ ዘለዎም ምትእስሳር ኣቕልል ምባል እዩ እቲ ዕላማና። ስለዚ ኣብ ዝተፈላለየ ጨንፈራት ክንትንክፍ ንኽእል ኢና። ብሓፈሽኡ ግን ምስ ቴክኖሎጂ ዝተሓሳሰረ ዝተፈላለየ ቪድዮታት እናውረድና ፈለው ንኽትገብሩና ምእንቲ ክጥዕመኩም ሳብስክራይብ ግበሩ ፕላስ ኣብታ ደወል ክሊክ ግበሩ ኩሉ ግዜ እነውርዶም ሓደሽቲ ቪድዮታት ብቐጥታ ኣብ ሞባይልኩም ኖቲፊኬሽን ክመጸኩም እዩ ንኽትከታተሉና ድማ ክሕግዘኩም እዩ ክሳብ ሕጂ ብጽሞና ስለ ዝተኸታተልኩምኒ ብልቢ የመስግን ኣብ ካልእ ተመሳሳሊ ቪድዮ ክሳብ ንራኸብ በብዘለናዮ ሰላም ወሰናይ ሰላም